ሰላማት ኣብና ሎም መደብና ካብ ንሪኦም። እዚ ጠሊምካ ምኻድ ወይ ናብ ናይጀርያ ምኻድ ኣብ ዝብጻሕ ምስ በጻሕካ ናብ ካልእ ምህዳም ልዕሊ ኣወዳት ኣዋልድ ኢኽን ክትቃወሙ ንዓይ ሓድሽ ኣይኮነን ኩናት ኣበይ ኮንካ ናጽነት ኤርትራ ተረዲኻኒ ካብ ኣሜሪካ ካብ ዓዲ እንግሊዝ እዮም ንሳሕል ከይዶም ኣምጺኦሞ ኤርትራስ ካብ ቁሪ ከነውጻ ኢና

እዚኦምን ብሓደ ኣብዚ መደብ እዚ ክንርኢና ሰናይ ምክትታል። ሰላም ሰላም ናይዚ ዩቱብ ቻናል እዚ ተኸታተልቲ ሎማዓንቲ እውን ብጣዕሚ ብደስ ደስ ዝብሉ ቪድዮታት ከዝናንኹም ኢለ ዝሓሰቦም እንግዲ ቪድዮታት ዘሮ መፅኤን ይኹ ካብኹም ፅበ ላይክ ምግባር እዩ ልዓየ ምብርታዕ እዩ ከምኡ እውን ክስተኻኸል ነዎ ክውሰኽ ነዎ ክቕነስ ነዎ ትብልዎ ናይ ጨዋ ዝኾነ ኮመንት ኣሊኩም

ካበይ ደኣ ኣምጽኤዮ እቲ ሕማም ኣነ። ኣፍ ሓንጎልካ ኮሪስካዮ። ሻዋ ስማዕኒ እንዶ ኣነ ምሽ መሳ ሽጌ ደይበ ነቲ ኣስካላ ኣስካላ ሒዝዎ ዝነበረ እንታይ ኮነ ደኣ እሞ ዘይሓምም ቀሪጸ እየ ቀሪጽካዮ ኢኻ ሻዋ ኣመርሚርናዮ ሕክምና ወሲድና ኩሉ ኣርኢናዮ ሕማም ዝበሃል ይብልካን ኢሎሞ ንስኻ እውን ይብልካ
ነጻ ኢኻ ካብ ሕማም እወ እስከ መሓል ደይትሙት ቀሪጸ እየ ማለት ድዩ ቀሪጽካዮ ሻዋ ኣብ ኣእምሮኻ እንዲኻ ቀሪጽካዮ እዋይ ድወዲ ሽጆርኖ እዚኣ ዝተደርበኽዋ እምበር ገድሊ። ስማዕ ወዲ ሹቕ ኩሉኹም ከኣ ስምዑ እዚ ሕማም እዚ ስቕ ኢሉ ኣይኮነን መጺኡ ዘሎ ሓጥያትና በዚሑ ኣምላኽ ተቖጢዑ እዩ ቁጣዔ ናይ ኣምላኽ እዩ እዚ እቶም ኣብ ብደረጃ ዓለም ሎሚ ጉድ ኮይኑ ዝወዓለ ከኣ ናይ ነይማር እዩ ነይማር ማለት መቸም መበል ሳልሳይ እቲ ዝበለጸ ተጻዋታይ ኩዕሾ እግሪ ኣብዛ ዓለም እዩ ቀዳማይ ሜሲ ካልኣይ ሮናልዶ ሳልሳይ ነይማር ዘይተዋሓጠሉ ማይ ገይሩ ወሓጦ ነይማር ታይ እዩ ኣጋጢምዎ ሎሚ እንተደኣ ኢልና ብራዚላዊ እዩ መቸም ትፈልጥኩም ኣለኹም እወ ሓደ ብራዚላዊ ቢልዮነር ነጋዳይ ካብ ናቱ ሃብቲ እቲ ሓደ ቢልዮን ዶላር ነይማር ክወርሶ ከም ዝተላወወ ይግለጽ ኣሎ እቲ ዘገርም ቅድሚ ሕጂ ምስ ነይማር ተራኺቦም ዘይፈልጡ ምዃኖም ጥራይ ኣድናቒኡ ስለ ዝኾነ እዩ። እወ ዜና ካብ ኤማ ቲቪ እዩ ብዙሓት ቻነላት እውን ክዝርግሕዎ ውዒሎም። እሞ እንታይ እዩ ዝብሃል ኣቱም ሰባት ኣነስ ምናልባት ነዛ እዚኣ ሰበይቱ ነይማር እያ። እወ ካልኣይ ቆልዓ ከዓ በጺሖም ኣለዉ ንእግረ መንገዲ ናት ዜና ጠንጠዓዕሞ። እወ ዜና ተኾይኑ ዜና ክኾኑ ኣለዎም። በቃ ይፈልጦ ኣይጥይቆስ ሓደ ቢልዮን ኔማር ይውሰዶ ገንዘበይ ኢሉ ኢሎምኹም ጉድ እኳ እዩ ዋ እንቱም እንተ ሓደርናስ እንታይ ኢና ጉድ ንሰማዕ እንቱም ሰባት ዋ ምናልባት ጽባሕ ንግሆ እውን ኔማር እ፣ ንዓ መጺኻ ገንዘብ ፈሪምካ ውሰዶ ምስ በልዎስ ናብኡ መጽኤ ንሓደ ቢልዮን ኢለ ንሓደ ቢልዮን ገንዘብ ኢለ ናብኡ ይመጽን እየ

ዋይ ዋይ ኣይሳእነና ኣይሳእነና ዝብል ማለት እዩ ላይክ ኣይትረስዑ ጋዜጠኛ ነሽነሽ ካብ ሃገረ ጀርመን የቐንየለይ
እወይ ስዕብ ቀዳሞት ምስ ዓብናካ ነርና ከመይ ምተዓወትካ ነርካ ካልእ ሓድሽ ፓርት ዘይተውፅስካ ትዑ ትጉስጉስ ዲኹም ወስኺ እዋኒ ምሳኻ ኮይነ ቪድዮ ከፊትክ ትጉስጉሲ ግድን ግድን ግድን
እዞም ኣወዳት ንዘምኦም ከ ኣይወርድን እየ እንታይ ኣይወርድን እየ ኣብዚ ኣውፃ የብለው ቪድዮ ስለዘይከፍት ኣይከፍቶን የበሎም ክነግረካ በጃካ ሓድሽ ፓርቲ ክፈት ፅቡቅ እሞ ትጋደሊ ዲኺ ድሓር ኣደይ ማርያም ፅቡቅ ገይረ ክዛረብ እየ ኤርትራ ንኤርትራውያን ኢልካ እተን ነጥብታት ከኣ በየናት ነጥብታት ኢኻ like እዝየን እዝየን እዝየን እዝየን ነጥብታት ኢና ንሕና ነብለን ገለ ኢልካ ምሽ ሕጂ ንኣብነት ሓሙድ ናይ ባዕሎም እ፣ ክስታይ ኣለዎም ኦ፣ እንታይ ዝበሃል ናይ ባዕሎም ነጥብታት ሒዞም ምሽ ኣትዮም ኣለዉ እዚኦም ህግደፍ ከኣ ከምኡ ኣብዚኣ ኢና ንብ- ይብሉ ኣለዉ እሳ ከኣ ሓድሽ ፓርቲ ሒዝካ ሓድሽ ሰባት በጃኻ ሜሮን እዚኣ ተጌርካ ክትዕወት ኢኻ ወዓቲ ተርስንኒ ኣለኹ እሞ ክጅምራ ዶ ጋይስ
ሜሮን ሃየ ካብ እንታይ ይሓይሽ ገለ ኢልካ መንእሰያት ኣምጺኻ ገለ ርእሲ ሰብ ትሕምም ሓንቲ ፓርቲ ናይ መወዳእታ ናይ መወዳ
ተሌፎን ተደዊሉ
ዓጽየ ሕጂ ሰምዓ ኣለኻ ወንሰማዕክ ኣለና ሕራይ በሊ ፅንሒ እዚኣ ክንጅምራ ኢና ንሕጂ ሞ ንካልኦት ዕድል ክህብ እየ እዚኣ ክንዘራረበላ ኢና ንዘራረብላ ኣነን ንስኽን እዚኣ
በጃኻ እንድሕር ከምኣ ኤህ ኮሊፎምኺ ገበርከይ ኣይትዛረብ ይብሉኽ ኣሎ። ሰሚዕኻኒ ሜሮና ኩሉ ሰብ ንዓኻ ፈለግ ገብረካ እዩ ሓዳሽ ፓርቲ በቃ ኣጆኽ በቲ ህዝቢ ስለኪ እዚኣ ቀንዲ ክንዲ ካብ ባይኒ ቤን ትመፅእ መሲልካ ነቲ ህዝቢ ዘባእሶ ዘሎ ነጥብታት እዚኣ ገለ ምሽ ምክንያት ምሽ ይብሉ ኣለዉ እተን ምክንያት ኣምፅኦ እቲ ምክንያት ፈላሊና ዘሎ ሓሳብ ኣምፅኻ ብሓንሳብ ጥርንፍ ኣቢልካ ነዚኤን ነጥብታት እዚኤን ዝስዕብ ሃይ ኤትራ ንኤትራውያን ደለይቲ ፍትሒ ደለይቲ ህዝቦም ደለይቲ ሃገሮም በቃ ምስ እዚኣ ኣጆኺ ክሓስበላ እየ ጅግና እስኺ ባ ኣብ ዝሓፀረ ፕሊስ ኣታ ሜሮን በቃ በጃኻ እዚ ዝበዝሕ ወኽሪ ዩ ብላይና መንእሰያት ሙሉእ ኣየኪካ ጌርካ ገለ በለ ንዛረብ ባ ኣለና እዛ ተኾንካ እታ ባ ወይ ሜሮን ሸበላ ዋላ እታ ዩቲበር ጥራሕ ኾንካ ዩቲብ ጥራሕ እካ ትጥቀም ዘለኻ ንስኻ እንታይ ኣንተ ደበና ወሪድ ናይ ኸማይ ብፍጠረልኩም ዋይ ማሽ እንሻላ ፍጠረልኩም ከማይ ኖኖ ኣነዳ ኖኖ ክትፍት ምደልየካ ግን ጎኑ ጎኑ ሕርር በሉ ድሓን ንነብስኹም ይግበረልኩም ንሱ ንሕናስ ኮነ ሜሮን ጎኑ ጎኑስ እዛ ዝብለካ ዘለኹ ሲ ኣነስ በቅዳማ ሕጂ ዝመኒሞ ዝበሃል ዝወዲ መባ ሕጂ ኣብታ ናይ ሓሞዳ ኣቲ እምበር እሱ ሕጂ ሓንቲ ፓርቲ ሒዝተትስ ነይሩ ክንደይ ሰብ ምሳዕቦ ነይሩ ትፈልጥ ዲኻ ሳክት ግን ኣብታ ናይ ክስታይ ኣትዩ ኦኬ ኣብታ ናይ ሓሙድ ኣብኣ ከይኣተወ ከሎ ግን ናተይ ፓርቲ ኣዩ ኢሉ ክዛረብ ነይርዎ ሜርካ በጃካ ኩሉ ሰብ ክስዕበካ እዩ። ሕራይ ሕራይ ኮይና እሞ ጓል ተክለ ሕራይ
በጃካ ሓራይ በቃ በል ቻው ሕጂ ክንሪኤካ ኢና ኣብቲ ሓቲ ኮይና

ከልዮ ጥራሕ ሎማዓንቲ ክሹርሹርየ ተማም ገይረ ራኣይን ራኣይን ክሹርሹርየ ተማም ገይረ ከልዮ ጥራሕ ሸይፎ ሸይፎ ኣጻሪለይ እዚ ፕሮፌሽናል ኣይኮነን ተሸርሽር ሸይፎ ነጊረካ እንዴ ነጊረካ እንዴ ከልየኒ ጥራሕ ከልዮ ከልዮ ሄ ክብረተይ ዲስታንስና ዶ ንሓሉ ማዓ ኮርካ ኣክብ ቅረብ ቅረብ ቅረብ ቅረብ ዝዓርኪ ቅረብ ቅረብ ቅረብ የለን የለን የለን የለን የለን ካልእ ጸውዕ በጃኹም ኢለኩም ክንወጻልኩም ወይ ከዓ ክንገደልኩም ካልእ ጸውዕ በጃኹም እዚ ይክእልኒ እዩ ዝዓርኪ ኣይፈገድካ እንዲኻ ኣይፈገደን ኣይፈገደን ኣይፈገደን እስከ እስከ ኣታ ኣይተሰልችወኒ ኣታ በለኒ ሀ ሀ አታየልህ ናታ እዚ ካበይ ኹም ኣምጪኦሞ ኣታታ ኣለ እንዶ እውይ ፋጨሞ እዩ ፋጨሞ መስለን መብራት ወልሑለይ መብራት
ስትና ኣለኹ እንጂ
ሰላም ዲ ጽብቕቲ ገለበላ
ሰላም ጽብቕቲ ኣብላ እዎ ከመይ ቀኒኺ ጽፊያ ከቐኒ ኣሞረ
እንታይ ደኣ

Good morning ከመይ ትውዕሉ ከመይ ትሓድሩ ሎማዓንቲ I'ma go get my nails done and ምሳይ ክትመጹ እየ ደልየ ነይረ so ንዑናይ። ኣብዛ ጽብቕቲ ሽኮር ኢና ዘፍቅራ መኪና ኣቲና ኣለና ንዑናይ በሉ።

ኤርትራስ ካብ ቁሪ ከነውጻ ኢና እህ። ቁሪ ኣብ ሓንጎልካ ድዩ ዘሎ ዋላ ቁሪ ኣሎ ኣብዚ ንሕና ኣብ ቁሪ ኣለና እንታይ ማለት እዩ ቁሪ። ንዓና ሲ ከምዚ ንምስይጣንና ንሳቶም መልኣኽቲ ንምምሳል ዝገብርዎ ፈተነ። መን እሞ ከይዘይፈልጠካ ተጎልቢብካ እሞ እንታይ ክትገብር ኢኻ ጥራይ ክትብሎ እቲ ኣንቂዱ ዝኸይድ ዘሎ ብደገ ኖእ ክጽዮ ደልዩ ዝኾነ ፋሕፋሕ ትበል ዝዓዲ እዚኣ ዋላ ተረሚሳ ትጥፋእ ከማን ዝብል ዘሎ ተመኒኻ ኣይትረክብ ኢና ካብኡ ጌርካ ክትጠፍእ ኢኻ ትምኒትካ ዳርጋ ኣብ ንፋስ በኒኑ ክትርፍ እዩ ጥራይ ኢኻ ትብሎ ነቲ ውሑድ ማለት እዩ ንኸምኡ ጥራይ ትሰርሕ ዘሎ በዚ ሃነፍነፍ ዝብል ገንዘብ በዚ ክገብር
እዚ ጠሊምካ ምኻድ ወይ ናብ ናይጀርያ ምኻድ ኣብ ዝብጻሕ ምስ በጻሕኻ ናብ ካልእ ምህዳም ልዕሊ ኣወዳት ኣዋልድኽን ክትቃወምኦ ድግብኣክን ዋጋ ክብርኽን እዩ እዚ እቲ ዋጋ ክብርኽን ምንያቱ ኣዋልድ ኣዋርቕኽን ካልእ እዩ ድግብኣክን ሰላሳ ሽሕ ኣርብዓ ሽሕ ሂብካ ድኾነ ነገር ካብ ኢትዮጵያ ኣምጺኻያ ካብ ካምፓላ ኣምጺኻያ ካልእ እዩ ከማን ድግብኣክን ግን ነዚ ክብሪ እዚ ባዕልኽን ኣብ ማይ ተእትዎ ኣለኽን። ጓል ብመሰረቱ ክብርቲ እያ። ነዚ ክብሪ ጓል ተረዲኡ ክብሪ ኣዲኡ ተረዲኡ ክብሪ ጓል ተረዲኡ እንታይ እሞ ኣርባዓ ሽሕ እንተ ሰላሳ ሽሕ ካልእ ዝግብኣ ዓዲ ሰብ ከእትዋ እየ ኣብዚ መጺኻ ክትጠቕመኒ እያ ኢሉ ንዘእተወ ኢዱ ዝስበር ዘሎ ደንቆሮ ኮይኑ ኣይኮነን ክብሪ ጓል ስለ ዝፈልጥ እዩ ሎሚ ግን ግዚኡ ተገማጠል ኮይኑ እቲ ሰብኣይ ድበሃል ንፉዕ ሰብ ካብ ዘምጽእ ኣምጺኡ ብዙሕ ጓል ከኣ ክብርቲ ከመዃና ተረዲኡ ድገብር በቃ ብዙሕ ነገር ደውጻላ ሓፊሩ ነብር ኣሎ ብቤተሰቡን ብመቅርቡን ብየዕሩክቱን ይሓፍር እዩ ምክንያቱ ቀስ ኢልካ ንሓንቲ ኣንስ ፌትየያ እሞ ኣርብዓ ሽሕ ዶ ክከፍለላ ሓምሳ ሽሕ እንተ ኢልካ ሎሚ ቤተሰብካ ዋላ እዮም ደይቀርቡካ ዋላ ሓውካ እዩ ደይቀርበካ ጽሉል ኢዩ ዝወዲ ኢካ ትብሃል ቀደም ጊን ድሕር ድኣ ንሓንቲ ብዓልቲ ቤትካ ሸሊምካ ኣዋርቅን ነዋርቅን ድሕር ጌርካያ ሰብኣይ እዚ ኢዩ ሰብኣይ ማለት ንፉዕ ኢካ ትብሃል በቃ ልዕሊ ሰብካ ድሕር ጌርካላ ንሓንቲ ሰበይትካ ንፉዕ ኢካ ትቁጸር ሰብኣይ ኢካ ትቁጸር ኩሉ ሰብ ከማካ ክከውን ኢዩ ዝጽዕር ሎሚ ጊን ድሕር ድኣ ከምኡ ተጌርካ ንሰበይትካ ኣዚካ ተውጺካላ ድሕር ድኣ ዘይትኣደነ ገንዘብ ድሕር ኣውጺካላ ትሓፍርን መዛረቢ ሰብ ኮንካ ትውዕል ከምዚ ንሪኦ ዘለና ማለት እዩ ሕጂ ታይ ትኾና ኣለኽን እቲ ክብርኽን እቲ ዝግበኣክን ይግበኣክን ከሎሲ ባዕልኽን ትጻወታሉ ኣለኽን ስለዚ እንታይ እሞ ሰላሳ ሽሕ እንታይ እሞ ኣርብዓ ሽሕ ካሊእ ድዓብየክን ካሊእ እዩ ድግበኣክን እ ጊን እዚ እንድሕር ከም ክብሪ ክቕጽል ከሎ ከም ዕጽፍታት ክቕጽል እንድሕር ኮይኑ እቶም ከምኡ ድገብሩ ክምጎሱን ክሕጎሱን እምበር ክሕብኡ ሎሚ ክንድኡ ዘውጸኤ ገለ ዘውጸኤ ዓቕሉ ጸቢብዎ በቃ ምስ ሰብ ዘይሕወስ ኮይኑ በቃ ብዝገብሮ ተጣዒሱ ክትርኢ እዚ ብጣዕሚ ዘሕዝን እዩ ስለዚ ክብርኽን እንድሕር ደኣ ክዕቀብ እንድሕር ኮይኑ ኣዋልድኽን ነዘን ከምዚኤን ኣዋልድ ክትንጽልእ እንደለክን በቃ ብጣዕሚ እስኽን ኢኽን ክትነፍዓ ደለክን እምበር ከምዚ እንድሕር ኮይኑ እቲ ሕማቕ ሰብ እዩ ፅቡቕ ክነብር እቲ ሓልዮት ዘለዎ እቲ ዝሓሊ እቲ ብዙሕ ዝገብር እቲ ንጓል እዚ ኣይኮነን ካሊእ ድግበኣ ዝብል ሰብ ሓፊሩ ነብር ኣለዎ ፍቅሪ ጎዲልኒ እታ ፍቅርን ክንክንን ጎዲልኒ ውሽማ ተሒዝካ ከ ንገረኒ። ብስምኣም ብወልድ መንፈስ ቅዱስ እንታይ ክትረኽቢ እንቲ ዋላ ተሓዝኩ እኮ ሒዘ ዶ በሃሊ። እምበኣር ውሽማ ሒዝካ እሞ ካብ ዝፈራህ ጎዳእ ዶ ይወጻ ሓቅኻ እንዲኻ ድኣ ምግዳስ ክትኣብየኒ። ኣንቲ ነቲ ነገር ይነግርኪ ደለኹ መልሲ ክኸልኽ እንተ ክዓብተለይ ኣነ ግናሲ ዋላ ውሽማ ተሓዝኩሲ ውሽማ ሒዘ ዶ በሃሊ እዩ ነውሪ እየ ዝብለኪ ዘለኹ። እዛ ነቲ ከኣ ልክዕ ከምዛ ትብላ ደለኻ እያ ፍልልይ ድበሃል የብላን። ኣቤት ዋይ ብተዘዋዋርስ ውሽማ ሒዘ ኣለኹ ኢኺ ክትብሊ ዘለኺ? መን ኢኹም ኢሉ ተዛሪቡ?
ኣነ ዓው ኢለ ክዛረብ ኣይክእልን እየ፣ ኣዴታተይ ዘይገበርኦ ከዓ ኣይገብርን እየ ይብለኪ ኣለኹ። ኣነስ ፍቅሩ ክልለልኪ ከማኺ ገይረ ከማን ዝከናኸኖ ዘይብለይ ከማኺ ገይረ እኳ ዘኽብሮ ዘይብለይ እሞ እሱ ጥራይ ኣኻሊ ኣይኮነን እብለኪ ኣለኹ። እሱ ጥራይ እዩ ደድልየኒ ንዓይ። ከይትሓምኒ እ ከይትጨንቕኒ ኣነስ ብኣኺ ዘይሓሰብኩላ መዓልቲ ኣላ ድያ? ሕጂ እሞ ስጥሮይ ከኣ ኣኻሊ ኣይኮነን ኣነ ከኣ ከም ሰብ ብዙሕ ነገራት ይደድሌኒ። ከይትጠምየኒ
ከይትቆርኒ ብኣ ክነጨቆ ክብል ዝውዕል ዘለኹ ብጀካ ከደመን ኣለኒ። ኣንታ እሞ ከብድኻ ጸጊቡ ካልእ ከ እንተጠምየ እንታይ ይዓብስ። እዋ። እወ ደገኻ ሞሚቑ ውሽጥኻ እንተቆረረስ እንታይ ኢዩ ክዓብስ። ዝማመይ ትጠሚ ኣለኺ ዲኺ ትጠሚ ኣለኺ። ንዓኻ ሞቢ ክርድኣካ እዩ እምበር ምጥማይ ድኣ እወ እጠሚ ኣለኹ። እወ ኣስቤዛ ይጉድለልኪ ኣለኹ ድየ ይጎድለኪ ኣሎ? ኣንታ መዓስ ከ መሊእኻለይ ትፈልጥ ኩሉ ግዜ ምስ ኣጉደልካ ኣለይ። እዚ ኩሉ ኣስቤዛ መምጻእክልኩሲ ይጎድለኪ ኣሎ? እሞ ድሓን ክውስኸሉ። ኣንታ መዓስ እዩ ክርድኣካ ቁሩብ

ሰብኣየን ሰስ ሰኺሩ መጺኡ ዝድስቕን ክኽውን ወይ ከኣ ሓማተን ከኣ ርግምቲ ትኸውን ገለ ገለ ከኣ ክስታይ ኣይስኣን እዩ። እንታይ ክስታይ?
ሰብኣየን ሃብታም እየ ኢሉ ይምርዓወን እሞ ሽዑ ብሓዳር ከኣ ድኻ ኮይኑ ይጸንሕ። ብድሕሪኡ እሰን ከኣ ብነብሰይለን ፈትሖ። በል ክትፈልጥ ከምዚ ኣነ ደለክዎ ምስ ኮና እየን ብነብሰይ እየ ንፋታሕ ተረዲእካ ዶ ንስኪ ተዋጉዲ ብነብሰይ
ኦ ሎሚ ዘጣዓኺ በጣዕኺ ንስኺ ዳ መቸም ዝጠፋኩም ኣይመስለንን እዚኤን መብዛሕቲኤን ጽቡቃት ደቂ ኣንስትዮ ንምንታይ ድየን ሲንግል ድኾና እንተ ሪሌሽንሽፕ ጀሚረንሲ ገንዘብ ክኽፈላ ስለ ዝደልያ እኮ ኣይትሽግር ኣንታ ሓፍተይ እዚ እኮ ፍቅሪ እዚ እኮ ዝምድና ምምስራት እዩ እምበር እዚ ሽቁል ኣይኮነን ሽቁል ረኺብክዮስ ገንዘብ ክትክፈሊ ንዕባ ድሓር ከዓ ከምዚኦም ተዛረብ ዝብሎ እንተኮይኑ ሲ ፍቅሪ መስዋእቲ ሓትት እዩ ፍቅሪ ተማቂልካ እዩ ተማቂልካ እዩ ንዕባ ዋዕ ባዕ ስማ እንዳ ዕርዶ ፋራ እንታይ ማለት እዩ ኢ ኣሕቲምካ ዲኻ ክሸጣ ደሊኻ ፋራ ደኣ ከም ከሰተ ኣሃ ርሂጹ ዝበልዕ ዘየደናግር ሓንሳብ መሰብ ቀረባ ሓሶት ንኻልእ ዘይታል ገንዘብ ሰብ ዘይደሊ ባህሉ ዘኽብር ነውሩ ዘይፈልጥ ከምዚ ማለት ድዩ? ሰክስ ከስ ኢልካ ኣይትህንጸጽ ባዕ።
ኣነ እኮ ዝገርመኒ ሲ ብኸሰተን ሌላን ዝመጾ እኮ እዩ ዘይፈቱ ምስ ሌላ ከኣ እሞ ወላ ንሓንቲ ሰከንድ እውን ትኹን ተባኢሶም ኣይፈልጡን እዮም ንዓና ካብዚ ትቦና ኣሕቢጥና ዘሎ ምስ ማይ እኮ ኣይትባኣስን ኢኻ ክትባኣስ ተሓሲብካ ከኣ ንነብስኻ ኢኻ ተውጽዕ ኣሃ ሌላ ማይ ከሰተ ጭቃ ማለት ድዩ ቤላ ሽም ረኺብካሉ
ዓሻ ኣብ ነቐሚጡ ብእንቃቑሖ ይደራበ። ለባም ከኣ ብራሕ ኣቐሚጡ ብጠስሚ ይጋጫጨ። ምሽ? ጭቃን ማይን ማዕረ ክንደይ ክቡር ምዃኑ ዘይምፍላጥኩምሲ ኣብ በበይንና ዓለም ንቐመጥ ከይንህሉ ኢለስ ኩሉ ግዜ እየ ዝግረም። ከረብርበካ እዩ ፍቕረይ። እንኳዕ እታ ክሳደይ ንኻራ ትብል ነበረት መልሓስ ፍቕረይ ክትብል ከላ ክንሰምዓ ኣብቃዕና። ኣነስ እጥርጥር ኣለኹ የፍቅረኪ ነይሩ ደኣ ኬኮ። ሰሓቕ!

ናይ ጀርመን ክንሓተኩም ተደቢርና ይቕሬታ ተኣኪብና ወዲእናኩም ኢና ብሕሜታ እወ መዘና ደይብልኩም መሰታ ብለይቲ ትሰርሑ ትጽዕሩ እህ ድሌለይ በራሕ ብሩት ውድእ። ንምስክር ደ- ንምስክር ንምስ- ናይ ለይቲ ትሰርሑ ምስክር ደይ ትበቕዑ ካበለለይ ናይ ለይቲ ትሰርሑ ንምስክር ደይ ትበቕዑ
ንዕግር ስምዑ በላ ደረቓት ኢኹም ተረርቲ ፍጽም ዘይትነቕዑ እንተ ጸገም ጸገም ኣለኩም ኣብ ቢራ ኮይኑ መዓልኩም መስተ ተብዝሑ ኮንኩም ኣይትጽልኡና ናትኩም ተሂብናኩም ኣይትኾርዩልና እንተኣረምናኩም
ከም ሰብ ማይ ከም ሰብ ማይ ደሰትዩ ቢራ ሰቲኹም ትሸኽሩ ሃበል ከም ሰብ ማይ ደይትሰትዩ ቢራ ሰቲኹም ትሸኽሩ ኣብ ዳስ ኣብ መርዓኹም ኣብ ዳስ ወጺኹም ልዕሊ ቴንዳ ትሓድሩ እወ እንታይ እዩ ሽግርኩም እንታይ እዩ ቁንቁናኹም ኣብ ቴንዳ ትሓኽሩ እካ በለለይ። እንታይ እዩ ሽግርኩም እንታይ እዩ ቁንቁናኹም ኣብ ቴንዳ ተሓኹሩ ዝኣበርኩም ኮይኑ ከልኪሉኩም ንኸይትፍቀሩ ኦይ ኦይ ኣይትበል። እንታይ ወሪድኩም ኣብ መርዓኹም ትስዕ እንታይ ወሪድኩም ኣብ መርዓኹም ትዘሉ እንታይ እዩ ሽግርኩም መርዓትኩም ትሕንግሩ ከኣ በለለይ።
እንታይ እዩ ሽግርኩም ኣብ መርዓኹም ትዘሉ እንታይ እዩ ሽግርኩም መርዓኹም መርዓትኩም ትሕንግሩ እስከ በሉ ስቕ ከኣ ኣሉ ኣይትሕመዩና ኣይትበሉና ውራይኩም ግበሩ። ዘይተጥምና ድዩ ወይ ኣታ ሕጽይቲ እኮ እየ ተሃለወ ድዩ ዋእ ኣዋልድ ዓድና ደርፊ ከውጻለ ደሓር ከኣ ጥራሓ ጸኒሓ ኢሎም ወጮ ከዲኖም ዓዲ ክመልሱኒ

ትመስል።
ኣደይ ክንዲ ቦን ክንዲ እደን ኮይና እያ ኣዕብያትኒ ዝብል ተደጋጋሚ ዘረባ ንሰምዕ ኢና ግን ናይ ብሓቂ ኣደ ክንዲ ቦን ክንዲ እደን ኮይና ከተዕቢ ትኽእል ድያ እስከ ንርእ ናይ ኣደ ፍቅርን ሓልዮትን ከመይ ዝግለጽ ኣዴኻ ብጣዕሚ ስለ ተፍቅረካን ስለ ትሓልየልካን ኢኖ በሊዕኻ ትጸግብ ውን ኣይመስላን እዩ ተዓንቂፍካ ወዲቅካ እንድሕር ሪኣትካ ቅድሜኻስ ጥሓኒ እያ ትብለካ ከይትወድቅ ከይትዕንቀፋ ብጣዕሚ ከም ዘንቃቅሖ እያ ትንካባኸበካ ትምንታይ ብጣዕሚ ስለ ትፈትወካ ቁርርካ ጸኒሕካ ኣብ ዑቅፋ እትው ተይልካ ማሞቅ እዩ ኢኖ ናይ ኣቦኻ ከመይ እዩ ዝግለጽ እንተ ኢልና ኣቦኻ ኢኖ ንክትወድቕን ክትፍትንን ክትዕንቀፍን እዩ ዝደፋፍኣካ እንድሕር ወዲቕካ ቅድሚኻ ዝተሓኒ ይኮነ ዝብለካ እንታይ እዩ ዝብለካ ብኣንጻሩ መትረሪኻ እዩ ዝወዲ ተስ እዩ ዝብለካ እዚ እዩ ትፍልልዩ እቲ ምንታይ ከም ገዛኻ ኣዴኻ ኣብ ደገ የላን ከም ገዛኻ ኣይኮነን እዛ ዓለም እንዳወደቕካ እንዳተሳእካ ኢኻ ትኸዶ እንዳ ተጓነጽካ ስለዚ ተሪር ኮንካ ንደገ ክትወጽእ ሶፍት ንኸይትኸውን ትሬን ይገብረካ ማለት እዩ ይዕልመካ ማለት እዩ ስለዚ ናይ ኣቦ ሓልዮት ከኣ ከምዚ እዩ ዝግለጽ ፍቕሩ ከኣ ዋላ ንደገ እንድሕር ወጺኻ ምስኡ ዝኾነ ሽግር ዋላ ጸልማት ኣጋጢሙ ኣይትፈርሕን ኢኻ እቲ ምንታይ ኣቦይ ኣሎ ምሳይ ዝፍርሕ ነገር የለን ናይ ሴፍቲ ስምዒት ከም ዝስምዓካ እዩ ዝገብር እዚ እዩ እቲ ፍልልይ። ኣዴኻ ብጣዕሚ ስለ ንፈትዎም ምስ ኣዴና እንድሕር ዓቢና ናይ ደገን ናይ ውሽጥን ስለ ዝሰርሐት ናይ ደቡን ናይ ኣደን ዘማልእት ይመስለና። No! ስለ ዝፈተናያ ኢና ከምኡ ንህባ ዘለና እምበር እቲ ናይ ኣቦውነት Spirit ተፈጥሮ ኣይዓደለታን። ንኣቦ እውን ከምኡ። ኣቦኻ ዋላ ናይ ውሽጥን ናይ ደገን ይስራሕ ድኣ እምበር እቲ ናይ እቲ ናይ ኣደ Spirit ተፈጥሮ ኣይዓደለቶን። ናይ ኣቦ ጥራይ እዩ ከማልእ ዝኽእል። ብገለ ክፋል ተወሰነ ከማልእ ይኽእል እዩ ግን ኩሉ ነገር ከማልእ ኣይክእልን እዩ ኣደ እውን ልክዕ ከምኡ ስለዚ ነናቶም ሮል እዩ ዘለዎ እምበር ተፈጥሮ ስለ ዘይዓደለቶም ናይ ክልቲኡ ክፃወቱ ይክእሉን እዩ ንዓኹም ከ እንታይ እዩ ዝመስለኩም እስከ ኣብ ኮሜንት ሴሽን ፀሓፍሉይ ናብ ካልኦት ከዓ ሸር ግብሩ ሓሳባት ኣብ መታን ከቐምጡ ኣይ ላቭ ዩ ኦል ዝኾነ ሓገዝ ናይ ቴራፒ ኦር ናይ ሂሊን ኣገልግሎት ተደሊኹም ኣብ ኢንስታግራም ቮይስ መሰጅ ስረለይ ሲ ጋይስ ፒስ ን ላቭ

ኣይበዝሓና ወድደይ መዓረይ ሽያቆ ግድሎ ኣታ ኣታ ኣስሊያ ክብረተይ እያ ይብሉ ሰብ ንዓይ ብፖለቲካ ክዛረበኒ መሰል የብሉን ከማይ ተዛራባ እዩ ኣነ ፖለቲካ ናይ ፖለቲካ ዲፕሎማ የብለይን ግን ጽቡቅ ገይረ ይዛረብ ኣነ ፖለቲካ ርዳእኒ ሕጂ ኣነ ከም ኣዱ እቲ ትሽዓተ ብሄር ጽፍሩ ክትንከፍ ኣይደሊ ንምንታይ ኣነ ንባዕለይ ውሕስነተይ ኣብቲ ሃገር ስለ ዘፍርሓኒ ምሳኹም ኣይቃለስን እንታይ እዩ ፀገምክ ተልካ ኣነ ከም ኣነ ከጥፍኣክ እየ ስለ ትብለኒ ንዓይ ማለት እዩ ልዕልና ናተይ እዩ ስለ ትብል ስልጣን ትደሊ ስለ ዘለኻ ነቲ ሸሞንተ ብሄር ከፅንቶ እየ ትብል ስለ ዘለኻ ነቲ ሓማሴን ከፅንቶ እየ ስለ ትብል እቲ በቲ ከይዱ ኣኮሎ ግዛይ ከፅንት እየ ስለ ዝብል ኣነ ድማ ህዝቢ ኤርትራ ከም ህዝቢ ኤርትራ ተኸባቢሩ በቲ ዝነበሮ ጠምዩ ይሕሾ ካብ ጥይት ጥሜት ይሕሾ ይደለኹ ኣነ ጠምዩ እንዲኻ ትብል ዘለኻ ካብ ጥይት ካብ ንሕድሕድካ ብጎዞሞ ምቁርራፅ ጥሜት ይሕሾ ጥሜት ኣይቀትልኒ ማይ ሰቲኻ ቅጫ በሊዕካ ትሓድር ኢኻ ስለዚ ፖለቲካዊ ቁመና ሓዙ ኣብዚ ብሎግ ጌርካ ኒሉ ኣታ ወዲ ከምዚ እታ ወዲ ከምዚ ኢልካ ብማህፀን ትፃረፍ መጀመርያ ተፃዋርነት ዝበሃል ነገር ኣሎ ኣብ ፖለቲካ ተፃዋርነት ንህዝቢ ደይፃወር መራሒ ክኸውን ኣይክእል ንኢሳያስ መሊስልካ ፈልጥ ኢሳያስ ማይ ቀጠነ ኢሉ ፊሊጶስ መሊሱ ይፈልጥ ኣብዚ መን እዮም ዓይነት መራሕትና እዮም ዝኾነ ነገር ኣይምልሱን እዮም መራሒ ክትከውን እንተኾንካ ተጻዋርነት ሓሳብ ክህልወካ ኣለዎ ናይ ህዝቢ ድሌታት ክትሰምዕ ክትክእል ኣለካ መጀመርያ ምስ ህዝቢ ክትዛረብ ክትክእል ኣለካ ዋላ እቶም ኣብ ዘለኹም ተቃወምቲ ሓደ እንድሕር ደኣ ደጋፊ ኢልካ ትጭፍጭፎ ተዋርዶ ደቁ ምፂኻ ኣቦ ምፂኻ ሓፍቱ ምፂኻ እዚ ውሕስነት የብለይን ኣነ ምሳኻ ክኸውን እዩ ዝብለካ ንዓይ ግን እንድሕር ደኣ እቲ ናትካ ስነ ሓሳብ ብሱል ኮይኑ ኣረዲእካኒ ወይ ነቲ ህዝቢ እንተ ኣረዲእካዮ ግን እቲ ህዝቢ ባዕሉ ክስዕበካ እዩ ምክንያቱ ለውጢ ደልዩ እቲ ህዝቢ ዋእ እዝስ ካብ ኢሳያስ ሓይሽ ክብለካ እዩ ሙሉ መዓልቲ ግን ኣብ ኤርትራ ኣነ ማህፀነ ኣደይ ተፀሪፋ ኣይትፈልጥን እያ ኣሕዋተይ ማህፀነን ተፀሪፈን ኣይፈልጣን እየን ጀጋኑ እየን ትወልዳ ኣነ ማህፀነይ ተፀሪፈ ይፈልጥኒ ዲስካስቲን ዝኾነ ፀርፍታት ደቅናን ማህፀናን ክንፅረፍ ንውዕል ዘለና በዚኦም ፍትሒ ንደሊ ትብሉ ዘለኹም እዩ ፍትሒ እንድሕር ትደሊ ኮንኩም በየናታ ፍትሒ ክትመፅእ ፍትሒ ዘምፃ ሃገር ዘምፃ እኮ ደቂ ኣንስትዮን ማዕርነት ዘረጋገፃ ብቦምቢ ርእሰን ዝተበጃጀላ ክቁነና ዘይክእላ ርእሰን ጉድጓድ ዝመስል እኮ ኣዴታተን እኮ ሃገር ኣምፅኤን ኣስላምን ክርስትያንን ማህፀነን እዩ ከዓ ንዓይ ወሊድኒ ንዓይ ማህፀነይ ደቀይ ክትፀርፍ ትውዕል ተኾይካ በየናይ ቁመና እዩ እቲ ህዝቢ ምሳኻ ደው ዝብል ኤርትራዊት ጓል ኣንስተይቲ ዘይትኸብረሉ ወይ ዘይትስምዓሉ ቃልሲ ከዓኒ ተበፅቢፁ ኣብ ማይበላ እዩ ዝኣቱ ከምዚ ጌርና ኢና ንሕና ነፍሽሎ ስለዚ ልዕልና ሓሳብ እምበር ልዕልና ስልጣን ዝበሃል ወላ ሓደ ዝሕዝ እየ ልዕልና ሓሳብ ተለካ ሓሳብካ ክቡር ኮይኑ እንተረኺቡ እየ ክስዕበካ ልዕልና ስልጣን እየ ዝደሊ ትብል ተለካ ግን በዓል ቃዛ በዓል ሊብያ በዓል እዚኦም ኩለን ትርእይዎን ዘለኹም በዓል ሶማል በቲ ኸድካ በቲ ኸድካ ብቀቢላን ብገለን ትንኮሳታት ዘሎ ከምኡ ብኤርትራ ክመጽእ ኣነ ይደልኒ ካብ ጥይት ጥሜት ትሕሾ ህዝቢ ኤርትራ ስለዚ ኩልኻ ኤርትራዊ ኣብዚ ዘለኻ ክትፈልጦ ዝግባኣካ ንሕና ማንም ተደራቢ ሓይሊ ኣየድልየናን ንሕና እንድሕር ምስ ህዝብናን ምስ መንግስትናን ሕራይ መንግስቲ ኣይትቀበሎ መንግስትናስ ከይትበል ህዝብናን ሰራዊትና በል ሰራዊት ሓው ኣሕዋተይ ሕጂ ናይ ኣርባዕተ ኣለዉ ህዝብናን ሰራዊትና ኣብ ጌጋ ይትንበሩ ኩላትና ተጋጊናና ተመለሱ ናብቲ ሪያሊቲ ናብቲ ክውንነት ናብቲ ሓቀኛ ፖለቲካ ንዑ ነቲ ሰራዊት እእምኖ ጎስጉስ ነቲ ሰራዊት ሲ ፍቕሪ ርእዮ እእምኖ ኣነ ለውጢ ደሊ ኣለኹ በሎ ምሽ ኣብዚ ኮንካ ካብ ብዙሕ ነገር ክስታይ ክትገብር ትውዕል እዚ ኣይዕውተናን እዩ ዝዕውት ተዝኸውን ነይርሲ ብሩኻት ከየብዝሓልኩም ዝደንበ ተቃውሞ ልዕሊ ኣርባዓ ዓመት ከይድሎ በዚ ይፈርስ በዚ ገንዘብ ብሰናቲም እንዲም ትበኣሱ ልክዕ ከምዚ ናይ ዕቁብ ብሰናቲም እንዳተበኣስካሲ ከመይ ገይረ ኣነ ክልተ ባሕሪ ከመይ ገይረ ኣነ ሙሉእ ሪሶርስስ ናይ ሓንቲ ሃገር ክበካ ዝኽእል እንታይ ውሕስነተይ ከም ህዝቢ ከመይ ገይረ ኣነ ስልጣን ፈሪመ ዝበካ ኣፅንተኒ ኢለ ስለዚ እዚ ሕጂ ዘሎ ደንበ ፍትሒ ትማሊ ሓቂ ክትዛረብ ተኮይና ምስ ወያነ ኮይኑ ንህዝቢ ኤርትራ ጠሊምዎ እዩ ሕጂ እውን ምስ ኣብይ ኣሕመድ ኮይኑ ንህዝቢ ኤርትራ ክጠልሞ እዩ ትሰርሕ ዘሎ ብሕጂ እውን ምስ ኣፍጋኒስታን ኮይኑ ክጠልሞ ተኽእሎ ኣሎ ብሕጂ እውን ምስ ጅቡቲ ተይሉ ምስ ጅቡቲ ኮይኑ እውን ሰላም ሰላም ተባሂሉ ክጠልሞ ተኽእሎ ኣሎ ኣብይ ኣሕመድ ድሮን ኢሳያስ ሒዝሉ ኢልኩም እኳ ኡይ ትብሉ ዘለኹም ተንድሮን ህዝቢ ኤርትራ ክጭፍጨፈለን ትደልዩ ስለ ዝነበርኩም ማለት እዩ እዚ ርጉም ሰብኣይ ንምንታይ ኣነ ግደስ ኢልን ተሓጒሰ ጅግና ጅግና ናይ ጀጋኑ ኢሉ ህዝቢ ኤርትራ ብሓይሊ ባሕሪ ኤርትራ ሓደ ካብኣቶም ሓወይ ሓይሊ ባሕሪ ሓወይ ሓደ ጀጋኑ ጀጋኑ ደቂ ጀጋኑ ህዝቢ ኤርትራ ይጠም እምበር ህዝቢ ኤርትራ ብፍጹም ኣይንብርከኽን ህዝቢ ኤርትራ ወላ ጥሚ ሓመድ እናቆርጠመ ኩሉ ግዜ ስትሮንግ እዩ ኩሉ ግዜ ስለዚ ኣብይ ኣሕመድ ድሮን ተታሒዝዎ ኢልኩም እኳ ኹም ትበኽዩ ዘለኹም ተባኽይዎ ዘለኹም ኣብይ ኣሕመድ ድሮን ተታሒዝዎ ወላ ምልእቲ ኢትዮጵያ ዘይሕዝዋ ሻዕብያ ኣትዮም ውኬርስ ተመልከተኒ ንዓይ ናይ ባዕልኻ ቁመና ሓዝ ኤርትራዊ ሓንቲ ነገር ግና መወዳእታ ክላበወካ ዝደሊ ኩሉ ካብ ዘለኻ ተቃወም ደግፍ ብዘየገድስ ካብ ናተይ ተመክሮ ክነግረካ ፅባሕ ንጎ ዝሓልፍ ዘሎ ወርቃዊ ዕድሜኻ ከጣዕ ክትሰፍሐ ክትበቂኻ ዒስራታተይ ሰላሳታተይ ኣብ ስደት ኣብ ቲክቶክ እንዳ ተዛረብኩ ወዲኦዮ ክትብል ኢኻ ገለ ሞያ ሓዝ ተማሃር ጽባሕ ንጎ ግን እብለካ ኣለኹ ወላ እንድሕር ለውጢ መጺኡ ብ ኤርትራ ኩላትና ብዘለና በየናይ መንገዲ ካብ ኤርትራ ወፂና ካብ ኤርትራ እንታይ ዓይነት ገበን ጌርና ወፂና ሕጋውያን ዲና ዘይሕጋውያን ወላ ኢሳያስ ተተቐይሩ ገበነኛ ተመርሚሩ ኤርትራ ዝኣ ከምዚ ናይ ሶርያ ኩሉ ዱድ ኢልካ ምእታው የለን ሰብ ቀቲሉ ዝወፀ ኣሎ ቡምባ ሰሪቑ ዝወፀ ኣሎ ናይ ሃገራዊ ድሕነት ዶኩሜንት ሒዙ ዝወፀ ኣሎ ሃገር ዝሸጥ ብዙሕ ነገር ብገንዘብ ብሰበይቲ ብብዙሕ ሃገር ብዙሕ ነገር ኣነ ኣጀኒተይ ሒዘ ይወፀ ዋላ ሓንቲ ዝወ- ዝፈልጦ ጉዳይ የብለይ ኣብዚኣ ቲክቶክ እየ ተዛሪበ እቲ ዝተዛረብኩ የቕትለኪ ተተባሂለ ይረሸን ኢለኩም እያ ቅድሚ ክልተ ዓመት ኩሉ ከዓኒ ገበን ገይሩ ዝወፀ እንደገና ገበን ክገብር ተዘይኮይኑ ክምለስ ዝደሊ ዘሎ ኣብቲ ኣብ ሃገር ከይዱ ኩዒቱ ወርቂ ቢሻ ከውፅእ ኩዒቱ መንደቕ ክሰርሕ ኢሉ ኣይኮነን ሃምበርገር ገዲፍካ ባይታ ክወሪደ ብጥይት ክመውት እየ ዝብል ሓደ ካባኻትኩም የለን ኣይትሓስቡ ኣነ ግን እንተኽኢለ ኣይትሕመሙ ኣእምሮኹም ተምሃሩ እየ ዝብለኩም ተምሃሩ ንዓይ ሓድሽ ኣይኮነን ኩናት ኣበይ ኮንካ እቲ ናጽነት ኤርትራ ተረዲኻኒ ካብ ኣሜሪካ ካብ ዓዲ እንግሊዝ እዮም ንሳሕል ከይዶም ኣምጽኦሞ ትክክል ትክክል ኦኬ ሓንሳብ ስምዕኒ ሓንሳብ ኣብ ህልኽ ኣብ ኣነኹም ምትሕናቕ ሰባት እንድሕር ኣት ሓንሳብ ኣብ ምትሕናቕ እንድሕር መጺኻ ተረዲኻኒ ንኤርትራ ንምእታው እብለካ ኣለኹ ዓሰርተ ሽዱሽተ ሰዓት ፍላይት ጥራይ እያ ተድልየኒ የስ እወ ሕጂ ኣነ ዝብለካ ዘለኹ ሓዘኒ ክትሕዞ ዘለካ እቲ ፖለቲካ ናይ ዓድና ኣቀምጦ ኣይንገድፎን ኢና እሱ ለውጢ ለውጢ እዩ ክንቃለሰሉ ኢና ኢትዮጵያ ግን እብለካ ኣለኹ እንታይ ዓይነት መርገፂ እያ ሒዛ ትመፅእ ዘላ ሕና ተረዲኻኒ ንኢሳያስ ንክንኣሊ እምበሪ መሬትና ይኹን ባሕርና ክንድዚያ ትኸውን ክትጨረም ተረዲኻኒ ኣይነፍቅድን ኢና ድብሉምን ዋላ ዓልማማውን ከጥፍኡኻ ክሉ እዮም ስለዚ እዚ ኩናት ሲ ናይ ኢሳያስ ኩናት ኣይኮነን ተተጀሚሩ ህዝብና እዩ ዝበርስ ተተጀሚሩ እቲ ሃገራ ትፈርስ ሕጂ ካልኣይ ከኣ ሕሉፍ ሓሊፉ ምስ እብለካ ኣለኹ ንሕና እኮ ባዕልና ክንቃለሱ ባይታ ሃቡና ኢልና ኢና ባዕልና ምተቃለስናዮ እኮ ባዕልናሲ ክንቃለሱ ባይታ ሃቡና ኢልና እሳቶም ግን በዚ ናትና ቃልሲ ኣምሲሎም ናታቶም ሕቶ ከተግብሩ ይመፁ ኣለዉ በዚ ኣንግል እዚ ረኣይዎ ብኢሳያስ ፖለቲካ ኣይትምዝንዎ ከም ትሪእዎ ኣለኹም
ከም ትሪእዎ ኣለኹም እዚ ናይጀርያዊ ንበዓልቲ ቤቱ ቀቲልዋ ተረኺቡ እናተባህለ እዩ ከምኡ እውን ብስኬት ቦርድ እዩ ቀቲልዋ እናተባህለ እዩ እዚ ዓዲ እውን ኣብ ኢንግላንድ ዩኬ ኮይኑ እቲ ወዲ እውን ልዕሊ ዕድመ ልክዕ ተፈሪድሉ እናተባህለ እዩ ብጣዕሚ እዩ ዝሕዝ እና ናይጀርያውያን ኣብዚ ኸዚ ሰዓት ብጣዕሚ ብዙሕ ነገር እዩ እናተ- እናተዓዘብና እዮም ንርከብ ከምኡውን ሓድሽ ነገር እንተሃልዩ ከፍልጠኩም እየ
ብዝኾነ መልክዕ ኣገባብ ዋእ እወ ከምኡ ከመፅኡ ኣለዋ ስኻሕይ ተኽተ ንዚ ክትዕርዮ ኸኣ እንታይ የድሊ መሲልካ ብዙሕ ዓቕልን ስነስርዓትን ኣዘራርባን ከምዝንገብሮ ዘለና ዕላልን ገለመለን ስሩዕ ሰብ እኮ ውሑድ እዩ ስሩዕ ማለት እንታይ ማለት እዩ ባህሉ ኣሚኑ መዋስብቱ ሪኡ መካይድቱ ሪኡ ዝኸይድ ሰብ ብዙሕ እኮ ኣይኮነን ሰብ ኣይግድሶን እዩ እንታይ እያ ከመይ ኢላ ዓብያ ካበይ ዓብያ ሰብ እኮ መልክዕ ደኣ መልክዕ እንታይ ደገብረልካ እዩ ዘይንሕጹነት እዩ መናብርትኻ መተኣርግትኻ እኮ ንዓኻ ዝመስል እዩ ንዓኻ ዝመስል ማለት ትፈላሊ የለኻን ንዓኻ ዝመስል ህድእ ኢላ ምሳኻ ትነብር ኣብ ባህሊ ዘይትጋጮ ስድራኣ መጽዮም ምሳኻ ንዓኻ ደስ ዝብሎም ስድራኣ መጽዮም እዚ እኮ እዩ እቲ ናይ መርዓ እቲ እቲ ኣብ ማእኸላይ መርዓ ድሕሪ ምስ ወለድካ ዝያዳ ዘተሓቋቑፈካ ምስ ውላድካ ምስ ገለ መለኻ ጽቡቕ። ዘየድሊ ሰብ ምስ ባህልኻ ይከይድ ምስ ልምድኻ ይከይድ ምስ ሕብርኻ ይከይድ ምስ እምነትካ ይከይድ ብዝኾነ ዘይመስለካ ሰብ ብተፈለየ ቁንጅና ሱቕ ኢልካ ግዝያዊ ቁንጅና ተመርዒኻ ትረኽቦ ሽግር ንሳን ንስኻን እኳ ሕማቕ እዩ። ምዕብል ኣብ ቴክኖሎጂ ኣብ ኣብ ኢንጂነሪን ኣብ ገለ ገለ መለ እዩ ግን ኣብ ውሽጣዊ ስምዒታት ገለ መለሲ ባህልኻ ክን እንድሕር ዘይተንጸባርቕ ኮይኑ ከኣ ህላውነትካ እውን ሓደገኛ እዩ። ንሰብ እኮ ባህሊ እዩ ዘንብሮ እምበር ዋላ ሓደ ባህሊ ማለት ድማ ብዙሕ እዩ። ክተግፍሖ ትኽእል ክተጽብቦ ትኽእል። ኣበላልዓ ባህሊ ኣሎ፣ መውስቦ ባህሊ ኣሎ፣ ኣከዳድና ባህሊ ኣሎ፣ እምነት ባህሊ ኣሎ። ካብዚታት እንድሕር ቁሩብ ምዩቕ ምዩቕ ኢልካ ምናልባት ከም ምዕባለ መሲሉኳ ደሓር እናጠፋእካ ኢኻ ትኸይድ። ምኽንያቱ እንታይ መስለካ ንዓኻ ዝመስል እዩ ምሳኻ ዝነብር ኣብ ዝኾነ ዓለም ንዓኻ ዝመስል ኣነሲ ሓንቲ ጥልያ ንበል ሓንቲ ጥልያን ዘይትፈልጠ ዘይትፈልጠኒ ዘይፈልጣ ገለ መለታት በፍንጫ ንሳ እውን ብጉብዝናይ ብገለ መለ ገለ መሰረት ዘይብሎ ክንዋሰድ ንኽእል ምስቲ ጉብዝናይ እዚ ከይትድልየታ ኣዲኣ መፅኣ ኣነቓሓ ይብለኒ ኣደይ መፅኣ ንዓቓሓ ይትብላ ሕዚሲ ክንሳቐ ኢና። ሕጂ መልክዕ ነባሪ ኣይኮነን ማለተይ እየ። ነባሪ መልክዕ ውሽጣዊ መልክዕ እዩ። ውሽጣዊ መልክዕ ከኣ ባህልን ልምድን ቋንቋን ስምዒትን ኣረኣእያን ድልየት ናይ ኣህዛብ እዩ ማለተይ እየ። ሕጂ ከምዚ ዝፈልጥን ዘይፈልጥን ስለ ዘሎ ንሰብ ቀቲልዎ ዘሎ እንታይ ምስካ ምንጽብራቕ እዩ። ምንጽብራቕ ውልዕ ጥፍእ እዩ። ኣብ ውሽጥኻ ዘሎ ንዓኻ ዘሐጉስ ተንጸባርቖ ትኽእል ብጽቡቕ ክትነብረሉ ትኽእል እንተለመድካ ይሓይሽ ዝብል እምነት ኣለኒ። ጽቡቕ ጽቡቕ።
ሓደ። እሺ ደቂ ዓበይቲ ርማዓንቲ መደባትና ወይም ድማ ቪድዮታትና እዚኤን ይመስላ ነይረን ላይክ ምግባርኩም ኣረጋግፁ እስካዕ ሕዚ ብትዕግስቲ ዝወዳእኩም ሰባት ድማ ብጣዕሚ ካብ ልቢ የመስግነኩም ኩሉ ነገር ሙልእ ይበለልኩም ይስተኻኸለልኩም ኣብ ህይወትኩም ናይ ሎማዓንቲ መደብና እዚኣ ትመስል ነይራ ብጣዕሚ ኣንየለይ እስካዕ ቀፃሊ ቪድዮ ንራኸብ ተሓናቐሉ